ሰላም ከመይ ትፀንሑ ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፅና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበፅሐኩም ሓድሽ ተዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዑና ብኽብረ ንዕድም። ከባ ምዕራብ ትግራይ ዝምልከት ዝወፀ ሓበሬታ፣ ክፍለ ጦር ብልፅግና ምድምሳሳ ስዒቡ ዓሰርተ ሽዱሽተ ሓለፍቲ ምድምሳሶም። ሰራዊት ትግራይ ዝኣተወለን ግንባራት ዝምልከት ዝወፀ ሰበር ዜና። መስመር ጅቡቲ ኣዲስ ኣበባ ዝዓፀዎ ሓይሊ። ውሳነ ማእኸላይ ኮማንድ ትግራይ። ዳግማይ ውግእ ኢራንን ኣሜሪካን፣ ኣብ መቐለ ኣብ ትሕቲ ቁፅፅር ዝወዓለ መሓውር ብልፅግናን ዝርዝር ስርሒት ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብረ ንዕድመኩም ኣብ መቐለ መሓውር ብልፅግና ኣብ ትሕቲ ቁፅፅር ከም ዝወዓሉ ተሓቢሮም ካብ ፍልፍላት ዝተረኸበ ሓበሬታ ከም ዝገለፀ እቶም ልኡኽ ብልፅግና ሒዞም ኣብ መቐለ ዝዓረዱ ላዕለዎት መራሕቲ ትግራይ ንምቕንጻል ተልእኾ ተዋሂብዎም ከም ዝነበረ ተገሊጾም። ብመሰረት እቲ ዝተረኸበ ሓበሬታ እቲ ጉጅለ ንስጉምቲ እናተዳለወ እናሃለወ ምስ መሳርሕታቱ ኣብ ትሕቲ ቁጽጽር ከም ዝወዓለ ዝተገለጸ እንትኸውን ብናይ ህዝቢ ጥቆማ ኣብ ትሕቲ ቁጽጽር ከም ዝወዓሉ ተሓቢሩ። ስርዓት ብልፅግና ኣብ ተስፋ ምቑራፅ ስለዝርከብ ኣብ ልዕሊ ላዕለዎት ኣመራርሓ ሰራዊት ትግራይን ኣብ ልዕሊ ፖለቲካዊ ኣመራርሓ ትግራይ ናይ ድሮን መጥቃዕቲ ክወስድ ከምዝኽእል መጠንቀቕታታት እናተውሃበ ከምዝፀንሐ ይፍለጥ። እዚ ከምዚ ኢለ እናሃለወ ኣብ መቐለ ዝተፈላለዩ ኣኼባታት ክካየዱ ከምዝቐነዩ ተፈሊጦም። ብመሰረት እቲ ካብ መቐለ ዝተረኸበ ሓበሬታ እቶም ኣኼባታት ኣብ ጉዳይ ምዕራብ ትግራይን ኣብ ጉዳይ ተመዛበልትን ትኹረት ዝገበሩ ከምዝኾኑ ተፈሊጡ። ኣብተን ኣኼባታት ዝተወሰነ እውን ምዕራብ ትግራይ ነፃ ክትወፅእ ከምዘለዋን ተመዛበልቲ ክምለሱ ከምዘለዎምን ከምዝኾነ ካብተን ኣኼባታት ዝተረኸበ ሓበሬታ የረድእ። ካብ ምዕራብ ትግራይ ዝተረኸበ ሓበሬታ ከምዝገለፆ ኣብ ልዕሊ እቲ ተሪፉ ዝነበረ ዝተወሰነ ነባራይ ትግራዋይ ሓድሽ ዘርኢ ምፅናት ከምዝተጀመረ ተሓቢሮም ወረርቲ ሓይልታት ምዕራብ ትግራይ ኣብ ልዕሊ ነባራይ ምዕራብ ትግራይ ካሊእ ዙር ጭውያ፣ ማእሰርትን ካልኦት ግፍዕታትን ዝጀምሩ ዘለዉ ሰራዊት ትግራይ እንትኣቱ ሓገዝቲ ክኾኑ እዮም፣ ዝተፈፀመ ግፍዕታት እውን ምስክር ኮይኖም ክቐርቡ እዮም ብዝብል ከምዝኾነ ተገሊፁ። ስለዚ ድማ ኣብ ምዕራብ ትግራይ ዝርከበ ብገበነኛ ኮነሬል ደመቀ ዘውዱ ዝምርሑ ፅንፈኛ ሓይልታት ኣምሓራ ህዝቢ ምዕራብ ትግራይ የፅነትዎ ስለዘለዉ ቅልጡፍ ዝኾነ መፍትሒ ከምዘድልዮ ካብ ፍልፍላት ምዕራብ ትግራይ ዝተረኸበ ሓበሬታ የረድእ። ህዝቢ ትግራይ ኣብ መዕቖቢ ስደተኛታት ኮይኑ እውን ብስልሕታዊ መንገዲ ይፀንት ከምዘሎ ይፍለጥ። ስለዚ ድማ መራሕቲ ትግራይ ኣብ ከይዲ ፅንተት ዘሎ ህዝቢ ትግራይ ንምክልኻል ህፁፅ ዝኾነ መፍትሒ ክወስዱ ከምዝግባእ ምሕፀንታ እናቐረበ ይርከብ። እዚ ከምዚ ኢለ እናሃለወ ሰራዊት ትግራይ ንምዕራብ ትግራይ ኣብ ሙሉእ ከበባ የእትውዋ ከም ዘለዉ ተገሊፁ። ሚድያታት ብልፅግና እውን እውን እንተኾነ ወያነ ኣብ ልዕሊ ምዕራብ ትግራይ መጥቃዕቲ ንምፍፃም ሙሉእ ከበባ እናፈፀመ ከም ዝርከብ እናፀብፀባ ይርከባ። ስርዓት ብልፅግና ኣብ ሱዳን ብዝበፅሖ ከቢድ ስዕረት ምኽንያት ኣብ ከቢድ ቁልውላው ከም ዘሎን ሰራዊቱ ከቢድ ኪሳራ እናበፅሖ ከም ዝርከብ እንዳተገለፀ ይርከብ። ካብ ቤንሻንጉል ጎሙዝ ዝተረኸበ ተወሳኺ ሓበሬታ ከምዝገለጸ ኣብ ውሽጢ እታ ክልል ከቢድ ውግእ ይካየድ ከምዘሎን ሰበ ስልጣን እታ ክልል እውን ይሃድሙ ከምዘለውን ተፈሊጡ። እቲ ውግእ ዝካየድ ዘሎ ሰራዊት ብልጽግናን ሰራዊት ህጹጽ ደገፍ ውሃብ ሓይሊ ሱዳንን ብሓደ ወገን ሓይልታት ጽምዶ ድማ በቲ ካሊእ ወገን ሓያል ርብርብ የካይዱ ከም ዘለዉ ተሓቢሮም። ብመሰረት እቲ ካብ ቤንሻንጉል ጎሙዝ ዝተረኸቡ ሓበሬታ እቲ ምስ ሰራዊት ብልጽግና ኮይኑ ዝዋጋእ ዘሎ ሰራዊት ህጹጽ ደገፍ ውሃብ ሓይሊ ሱዳን ካብ ኮምሮከን ከባቢኣን ተቖሪጹ ሃዲሙ ናብ ኢትዮጵያ ዝኣተወ ከምዝኾነ ተፈሊጡ። ኣብቲ ኣብ ውሽጢ ቤሻንጉል ጉሙዝ ዝካየድ ዘሎ ውግእ ሓይልታት ጽምዶ ኣብ ጎኒ ሰራዊት ሱዳን ተሰሊፎም ይዋግዑ ከምዘለዉ እንዳተጸብጸበ ይርከብ። በቲ ዝካየድ ዘሎ ውግእ ዝፈርሑ መራሕቲ ቤሻንጉል ጎሙዝ ናብ ኣዲስ ኣበባ እናሃደሙ ከምዝርከቡ እንዳተገለጸ ይርከብ። ኣብ ስርዓት ብልጽግና ናይ ህልውና ሓደጋ ዘጋጠሙ ካብ ኮምሮካን ካልኦት ግዝኣታት ብሎናይልን ተሳዒርን ትውፅእን ምስ ሰራዊት ህፁፅ ደገፍ ውሃቢ ሓይሊ ሱዳን ዝነበረ ገመድ ምስ ተበተኸን ከም ዝኾነ ሊቃውንቲ ፖለቲካ እናገለጸ ይረከቦ። እቶም ተንተንቲ ወሲኾም ከም ዝገለጸዎ ሓይልታት ጽምዶ ብቤሻንጉል ጎሙዝ ናብ ኣራት ኪሎ ከምርሖ ከም ዝኽእሎ እናገለጸ ይርከቡ። ተሸኒፎ ካብ ግዝኣት ሱዳን ዝባራር ዘሎ ብጀነራል ሓምዳን ዳጋሎ ዝምራሕ ሰራዊት ህፁፅ ደገፉ ሃብ ሓይሊ ሱዳን እውን ናይ መወዳእታ ከም ዝበፅሐን ናብ ጎረባብቲ ይሃድም ከም ዘሎ እንዳተገለፀ ይርከብ። ካብዚ ብትውሳኺ ቤት ፈርዲ ሱዳን ኣብ ልዕሊ ጀነራል ሓምዳን ዳጋሎ ክልተ ሓዋቱን ዓሰርተ ሰለስተ ካልኦት ጀነራላትን ናይ ሞት ፍርዲ ከም ዝፈረደሎም ተገሊፁ። ቤት ፍርዲ ሱዳን ንጀነራል ሓምዳን ዳጋሎ ሓዊሱ ኣብ ልዕሊ ዓሰርተ ሽዱሽተ ጀነራላት ዓማጺ ሓይሊ ሱዳን ውሳነ ዘመሓላለፈ እቲ ሓይሊ፣ ኣብ ልዕሊ ስቪል ጀኖሳይድ ፈጺሞም እዮም ብዝብል ከም ዝኾነ ተገሊጹ። እዚ ከምዚ ኢለ እናሃለወ ክፍለ ጦር ብልጽግና ሙሉእ ብሙሉእ ከም ዝተደምሰሰት ተሓቢሩ። እታ ክፍለ ጦር ዝተደምሰሰት ብሓይልታት ፋኖ ከም ዝኾነት እንዳተጸብጸበ እንትኸውን ልዕሊ ዓሰርተ ዝኾኑ ኣመራርሓ እታ ክፍለ ጦር እውን ከም ዝተደምሰሱ ተገሊጹ። ብልፅግና ኦሮሞ ኣብ ልዕሊ ኣምሓራ ሙሉእ ወፍሪ ብምክያድ ፋኖ ዝበሃል ሓይሊ ንምጥፋእ እናፈተነ እንተኾነ እኳ ኣብ መሬት ዘሎ ሓቂ ከም ዝሕብሮ ግን ሰራዊት ብልፅግና ኣብ ዝተፈላለዩ ግንባራት ከቢድ ህልቂት የገጥሞ ከም ዘሎን ካብ ክልል ኣምሓራ ለቒቑ ዝወፀሉ ዕድል ሰፊሕ ከም ዝኾነ እንዳተገለፀ ይርከብ። እዚ ከምዚ ኢለ እናሃለወ መስመር ጅቡቲ ኣዲስ ኣበባ ንልዕሊ ሸሞንተ ሰዓታት ተዓፅዩ ከም ዝነበረ ተሓቢሩ። እቲ መስመር ዝዓፀወ ዓማፅ ሓይሊ ዓፋር ከምዝኾነ እንዳተገለፀ ዝርከብ እንትኸውን እዚ ስጉምቲ ናይ መጀመርያ ከምዝኾነን ስርዓት ብልፅግና ሰራዊቱ ካብ ክልል ዓፋር እንተዘየውፅኡ እቲ መስመር ሙሉእ ክዓፅዎ ከምዝኽእል ከምዘፍለጠ እንዳተገለፀ ይርከብ። እዚ ከምዚ ኢለ እናሃለወ ኣሜሪካን ኢራንን ዳግማይ ናብ ጎንፂ ከምዝኣተዋን መዓልታዊ ብዝበሃል ደረጃ ደብዳባት የካይዱ ከምዘለውን ተሓቢሮም። ዛጊድ እስራኤል ኣብ ልዕሊ ኢራን ስጉምቲ ዘይወሰደት እንተኾነት እኳ ኣሜሪካ ኣብ ልዕሊ ወተሃደራዊ ስፍራ ኢራን ሚእትን ኣርባዓን ደብዳባት ብምግባር ከቢድ ዕንወት ክፍጸም ከም ዝገበረት ማዕኸናት ዜና እናጸብጸባ ይርከባ። ኢራን ብወገና ኣብ ሃገራት ወሽመጥ ዓረብ ኣብ ልዕሊ ዝርከቡ ወተሃደራዊ መዓስከራት ኢራን ደብዳብ ከም ዝፈጸመትን ራዳራትን ካልኦት ወሰንቲ ኣጽዋራት ኣሜሪካ ከም ዘዕነወትን ገሊጻ ኣላ። መራሒ ኢራን ብወገኑ ኣብ ሃገራት ወሽመጥ ዝነበረ ወተሃደራዊ መዓስከራት ኣሜሪካ ከም ዝዓነወን ኣሎ ናብ ዘይበሃለሉ ኩነታት ከም ዝተቐየረን ዝገለፀ እንትኸውን እቲ ዋና ሽግር ግን ሃገራት ወሽመጥ ዓረብ በዓል እተን ናይ ኣሜሪካ ወሽመጥ ኮይነን ኣለዋ ክብል ገሊፁ ኣሎ። ብልፅግና ስልኪ መራሒ ህወሓት ጠሊፎ ምሽጥር ከም ዘቃለዐ ተሓቢሩ። ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ብልፅግናን ህወሓትን ሕድሕዶም እናተኻሰሱ ከም ዝርከቡ ተፈሊጡ። ህወሓት ብስእነት ምግቢ ህዝበይ ፅእነት ኣሎ ኢላ ንማሕበረሰብ ዓለም ከምዘፍለጠትን ተወሳኺ ህልቂት ከየጋጥማ ድማ ተመዛበልቲ ውሑስ ብዝኾነ መንገዲ ክምለሶ ምግባር ምዃኑ ገሊፃ ኣላ። ብልፅግና ብወገኑ ኣብ ትግራይ ካብ ዝከፋፈል ዘሎ ካብ ጠቕላላ ሓገዝ ሰብዓ ሚእታዊ ባዕለይ ዝለኣኽክዎ እዮ ኢሉ መግለፂ ኣውፂኡ ኣሎ። ብልፅግና ኣብ መግለፂኡ እኹል ሓገዝ እንተለኣኹኳ መራሕቲ ህወሓት ንፖለቲካዊ ረብሓ ከውዕልዎ ደልዮም እዮም ህዝቢ ትግራይ ዘጥምይዎ ዘለዉ ክብል ገሊፃ ኣላ። ይኹን እምበር እቲ ሓገዝ ዘተሓባብር ዘሎ ዓለም ለኻዊ ትካል ኦቻ ብልፅግና ናብ ትግራይ ዝለኣኾ ሓገዝ ሰለስተ ሚኢታዊ ጥራሕ እየ ክብል ኣቃሊዕዎ ኣሎ። ስለዚ ድማ ንስርዓት ኣራት ኪሎ ሓገዝ ልኢኸ እየ እቲ ሽግር ዝተፈጠረ ብምኽንያት መራሕቲ ህወሓት እዩ ኢሉ ክሕደት እንተፈተነ እኳ እቲ ዓለም ለኻዊ ትካል ግን ብልፅግና ናብ ትግራይ እኹል ሓገዝ ዘይምልኣኹ ብመረዳእታ ዝተሓገዘ መግለፂ ብምውፃእ ንማሕበረሰብ ዓለም ኣፍሊጦ። ነዚ ስዒቡ ድማ መራሕቲ ህወሓት እቲ ጥምየት ኣብቶም ተመዛበልቲ ናይ ሞት ጉድኣት እንተየብፀሐ ንማሕበረሰብ ዓለም ይኹን ንኹሉ ትግራዋይ ደጋጊሙ ክፈልጥን እርዳታ ከተኣኻኸበን ስለ ዝነበሮ ናይ ባዕሉ ድኽመት እንተሃለዎ እኳ እቲ ዝዓበየ ጥፍኣት ግን ናይ ብልፅግና ከም ዝኾነን ብልፅግና ናብ ትግራይ ክኣቱ ዝግብኦ ዝነበረ ሓገዝ ቆሊፉ ብምሓዝ ተመዛበልቲ ትግራይ ንስቓይን ሞትን ከም ዘጋለጾሞን ካብቲ ብመርትዖ ዝተሓገዘ መግለጺ ኦቻ ምርዳእ ይከኣል። እዚ ዝተረድአ ብልጽግና ኦሮሞ ኣብ ልዕሊ ተመዛበልቲ ምዕራብ ትግራይ ዝፈጸሞ ገበን ንምሽፋን ሓድሽ ኣጀንዳ ከም ዝለቐቐ ምሁራት ይገልጹ። እቲ ሓድሽ ኣጀንዳ ድማ ንሞት ተመዛበልቲ ምኽንያት ዝኾነት ሕወሓት እያ ዝብል መረጋገጺ ኢሎ ዘውፅኦ ናይ ድምፂ ዝርርብ ከም ዝኾነን ብመሰረት ካብ ብልፅግና ይፋ ዝተገበረ ሓበሬታ እቲ ናይ ስልኪ ዝርርብ ኣብ መንጎ ሓላፊ ፓሊት ቢራ ሕወሓት ዝኾነ ተጋዳላይ ገብረመድሂንን ኣብ ሞንጎ ሓደ ፍጹም ዝተብሃለ መተሓባባሪ ተመዘበልትን ከም ዝኾነን እቶም ምሁራት ወሲኾም ገሊጸም። እዚ ተጠሊፎ ዝተብሃለ ድምፂ ተኸፈልቲ ብልፅግና ዝኾና ሚዲያታት እናፀብፀበኦ ዝርከባ እንትኾና ብዛዕባ ሓቅነት ናይቲ ተጠሊፎ ዝበሃል ዘሎ ድምፂ ግን መረጋጋፅ ከም ዘይተኸኣለ ተፈሊጡ። ስለዚ ድማ እዚ ተጠሊፉ ዝበሃል ዘሎ ድምፂ ብልፅግና ኮነ ኢሉ ዝፈጠሮ ኣጀንዳ ድዩ ወይስ ብትኽክል እቲ ዝርርብ ተፈፂሙ እዮ ዝብል ንቕድሚት ዝምለስ ሕቶ ምዃኑ ተፈሊጡ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም